ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዘደለናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብክብሪ ዕድም ክቡራት ተዓዘብቲ ብርክት ዝበሉ ሓበሬታታት ናብ ዩቱብ ምስ ጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብእዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ሰራዊት ቬንዙዌላ ትራምፕ ማድሮ ትራምፕ ንማድሮ ብህፁፅ ክፈትሖ ይግባእ ብዝብል ኣጠንቂቑ ኣብታ ሃገር ሓድሽ ፕሬዝዳንት ተመሪጻ ኣላ። ፕሬዝዳንት ትራምፕ ንሓድሽ ፕሬዝዳንት ካብ ማዱሮ ዝበኣሰ ክጽበየኪ ክብል ተሓንዩ ኣሎ። ማሕበረሰብ ዓለም ዝህቦ ርእይቶ እውን ቀጺሉ ይርከብ ኣሎ። ፕሬዝዳንት ኣሜሪካ ዶናልድ ትራምፕ ኣብ ልዕሊ ቬንዝወላ ወተሃደራዊ ስጉምቲ ድሕሪ ምውሳዱን ንፕሬዝዳንት ኒኮላስ ማዱሮ ድሕሪ ምእሳሩን መጻኢ እታ ሃገር እንታይ ክኸውን ከምዘለዎ ዝገልጽ ራእይ ብንጹር ገሊጹ ኣሎ። ሎሚ ምስ ኒውዮርክ ፖስት ኣብ ዝገበሮ ቃለ መሕትት ኣሜሪካ፣ ኣብ ቬንዙዌላ ንዝፈሸለት ናይ ሳልሳይ ዓለም ሃገር ንምድሓን ኢዳ ከምዘእተወት ገሊጹ። እታ ሃገር ናብ ምርጫ ቅድሚ ምኻዳ ሕግን ስርዓትን ክምለስ ከምዘለዎ ወሲኹ ሓቢሩ'ሎ። ትራምፕ ብዛዕባ ተፈጥሮኣዊ ሃብቲ ቬንዙዌላ ብግልጺ ክዛረብ ከሎ፣ ነታ ሃገር ብግቡእ ክነመሓድራ ይግባእ ኢሉ። ዘለዎም ክቡር ነዳድን ካልእ ቁጠባዊ ጸጋታትን ክንጥቀመሉ ብእንኽእል መንገዲ ብሕግን ስርዓትን ክምርሓ ይግባእ ብዝብል ረብሓ ኣሜሪካ ኣቃሊዑ ኣሎ። ትራምፕ ሕጂ ፕሬዚዳንት ቨንዝዮላ መን'ዩ ብዝብል ንዝቐረበሉ ሕቶ ክምልስ ከሎ፣ መን'ዩ ሓላፍነት ወሲዱ ኢልኩም ኣይትሕተቱኒ፣ መልሰይ ኣዝዩ ኣካታዒ ክኸውን እዩ፣ እቲ ትርጉም ግን ንሕና ሓለቓ፣ ኣዘዝቲ፣ ኢና ክብል ንጋዜጠኛታት ተዛሪቡ'ሎ። ላዕለዋይ ቤት ፍርዲ ቬንዝዮላ ንምክትል ፕሬዚዳንት ዴልሲ ሮድሪጌዝ ልኣላውነት እታ ሃገር ንምሕላው ሓላፊት ሃገር ገይሩ ሸይሙ'ሎ። ትራምፕ ግን ንዴልሲ ጽኑዕ መጠንቀቕታ ሰዲዱ'ሎ። ቅኑዕ ነገር እንተዘይገይራ ካብ ማድሮ ዝኸፍኣ ኣዝዩ ከቢድ ዋጋ ክትከፍል እያ ክብል ክትከፍል እያ ክብል ትራምፕ ተሓኒ'ሎ። ማድሮ ብወተሃዳራት ኣሜሪካ ተጨውዩ ኣብ ቤት ማእሰርቲ ኒውዮርክ ከምዘሎ ይፍለጥ። ምክትል ፕሬዚዳንት ዴልሲ ሮድሪጌዝ ብወገና ምስ ኣሜሪካ ኣብ ሕድሕዳዊ ምክብባር ዝተመርኮሰ ዝምድና ንምምስራት ድልውቲ ምዃና ገሊጻ'ላ። እንተኾነ ግን ቬንዙዌላ ንኻሊእ ግዝኣት መግዛእቲ ኣይክትከውንን እያ፣ ከም ባርያ እውን ኣይክትምለስን እያ ዝብል መልሲ ሂባ ኣላ። ቻይና፣ ብራዚል፣ ሩስያን ነቲ ናይ ኣሜሪካ ስጉምቲ ብትሪ ኾኒነን ኣለዋ። ፕሬዚደንት ብራዚል ሉላ ዳሲልቫ ኣሜሪካ ቀይሕ መስመር ሰጊራ ክትብል ከላ ቻይና ነቲ ስጉምቲ ከም ምጥሓስ ኣህጉራዊ ሕጊ ኮኒናቶ ኣላ። እዚ ከምዚ ኢሉ እንከሎ ዘለንስኪ ብዛዕባ ማእሰርቲ ማድሮ ብዝምልከት ናብ ኣሜሪካ መልእኽቲ ሰዲዱ ኣሎ። ፕሬዚደንት ዩክሬን ቮልዶሚር ዘለንስኪ መራሒ ቬንዙዌላ ኒኮላስ ማድሮ ምእሳሩ ብዝምልከት ኣብ ዝሃቦ ርእይቶ፣ እቲ ኣብ ቬንዙዌላ ዘጋጠመ ፍጻመ፣ ኣሜሪካ ኣብ ቀጻሊ ምስ ምልካዊ መንግስታት ዝህልዋ ርክብ ከም ዘርኢ ገሊጹ። ብተወሳኺ ኣስማት ዋላኳ ተዘይኣእተወ፣ ኣብ ዘቕረቦ ሓሳብ፣ ኣሜሪካ ኣብ ልዕሊ ፕሬዚዳንት ሩስያ ቭላድሚር ፑቲን ተመሳሳሊ ስጉምቲ ክትወስድ ከም ዘለዋ ዝገልጽ ሓሳብ ኣቕሪቡ'ሎ። ፕሬዚዳንት ዘለንስኪ ብዛዕባ ማድሮ ብሓደ ጋዜጠኛ ሃገሩ ምስ ተሓተተ፣ ብኸምዚ መንገዲ ምስ ውልቀ መለኽቲ ምዝርራብ እንተተኻኢሉ ኣሜሪካ ቐፃሊ እንታይ ክትገብር ከም ዘለዋ ትፈልጥ እያ ክብል ተሰሚዑ ኣሎ። እዚ ድማ ትራምፕ ብቐጥታ ኣብ ልዕሊ ፕሬዚዳንት ሩሲያ ቭላድሚር ፑቲን ተመሳሳሊ ስጉምቲ ንክወስድ ዘመላኽት እዩ ክብሉ ተንተንቲ እናገለፅዎ ይርከቡ ኣለው። እዚ ከምዚ ኢሉ እንከሎ ቤት ምኽሪ ፀጥታ ኣብ ጉዳይ ቬንዝዌላ ኣኼባ ፀዊዑ ኣሎ። ኣሜሪካ ኣብ ልዕሊ ቬንዝዌላ ዝፈፀመቶ መጥቃዕቲ ብዝምልከት ንምዝታይ ቤት ምኽሪ ሕቡራት ሃገራት ኣኼባ ፀዊዑ ኣሎ። እቲ ኣኼባ ንክካየደ ኮሎምቢያ ሕቶ ክተቕርብ ከላ፣ ቻይናን ሩስያን ድማ ነቲ ሕቶ ደጊፈንኦ ኣለዋ። መራሕቲ ዓለም ነዚ መጥቃዕቲ ኣሜሪካ ስዒቡ ዝተፈላለየ ርእይቶ እናሃባ ይርከባ ኣለዋ። ፕሬዚዳንት ፈረንሳ ኢማኑኤል ማክሮን ነቲ ተግባር ናይ ምቅዋም ወይ ናይ ምድጋፍ ዝንባለ እኳ እንተዘየርኣየ፣ እቲ ምስግጋር ሰላማውን ዲሞክራሲያውን ክኸውንን ድሌት ህዝቢ ቬንዙወላ ክኽበርን ኣለዎ ኢሉ። ቻንስረል ጀርመን ፍሬድሪክ መርዝ ብወገኑ፣ እቲ ናይ ኣሜሪካ ስጉምቲ ኣዝዩ ዝተሓላለኸ ከም ምዃኑ ብምግላጽ፣ ነቲ ስጉምቲ ንምግምጋም ግዜ ከም ዘድልዮ ገሊጹ። ዋና ጸሓፊ ውድብ ሕቡራት ሃገራት ኣንቶኒ ጉተሬዝ፣ ከምዚ ዓይነት ተግባራት ሓደገኛ ሳዕቤን ከም ዘለዎ ብምግላጽ፣ ኣህጉራዊ ሕጊ ክኽበር ከም ዘለዎ ኣስሚርሉ። ብኻሊእ ወገን ድማ ቀዳማይ ሚኒስትር እስራኤል ቤንያሚን ነታንያሁ፣ ንፕሬዝደንት ትራምፕ እንኳዕ ሓጎሰካ ኢሉ ኣሎ። ንዝገበርካዮ ተባዕን ታሪኻውን መሪሕነት ንናጽነትን ፍትሕን የመስግን ክብል እውን ገሊጹ ኣሎ። ናብቲ ካሊእ ዜና ምስ እንሰግር፣ ትማሊ ሰንበት ምሸት ኣርባዕተ ጥሪ ክልተ ሽሕ ዕስራን ሽዱሽተን ሰዓት ሓሙሽተ PM ኣብ ሰሜናዊ ኢትዮጵያ ምንቅጥቃጥ ምድሪ ኣጋጢሙ። ብመሰረት ስነ ምድራዊ መጽናዕቲ ኣሜሪካ፣ USGS፣ ዝወጸ ሓበሬታ፣ እቲ ምንቅጥቃጥ ምድሪ ብመጠን ሬክተር ኣርባዕተ ነጥቢ ሓሙሽተ ተመዝጊቡ ኣሎ። እቲ መበገሲ ድማ ኣብ ትሕቲ መሬት ዓሰርተ ኪሎሜትር ዑምቀት ዘለዎ ከባቢ ከምዝኾነ ተሓቢሩ ኣሎ። ማእኸል ናይቲ ምንቅጥቃጥ ዓፋር ክልል ዋላኳ እተነበረ እቲ ምንቅጥቃጥ ግን ኣብተ ኣብቲ ከባቢ ዝነብራ ከተማታት ትግራይን ኣምሓራን ከምኡ እውን ኣብ ገለ ከባቢታት ኢርትራ ምንቅጥቃጥ ተሰሚዑ ኣሎ። ኣብ ከተማታት ትግራይ ዓዲግራት መቐለን ትጮ ዓብይ ዓድን ማይጨውን ቀሊል ንጥፈት ተራእዩ ኣሎ። እቲ ዳታ ከምዘመላኽቶ ኣዝዩ ድኹም ምንቅጥቃጥ ክሳብ ኣኽሱም፣ ኮረም፣ ኣላማጣን ስቖጣን፣ ላሊበላን ክስማዕ ከም ዝኸእል እውን ኣመላኺቱ ኣሎ። ኣብ ኤርትራ ከተማ ኣስመራ ኣዝዩ ቀሊል ምንቅስቓስ ክህሉ ከም ዝኸእል እውን ሓሳብ ኣቕሪቡ ይርከብ ኣሎ። ናብቲ ካሊእ ዜና ምስ ንሰግር፣ ኣሜሪካ ብዛዕባ ግሪንላንድ ምፍርራሕ ደው ክተብል ዴንማርክ ብዕቱብ ኣተሓሳሲባ ትርከብ። ቀዳመይቲ ሚኒስትር ዴንማርክ ፕሬዚደንት ኣሜሪካ ዶናልድ ትራምፕ ብዛዕባ ምቁጽጻር ግሪንላንድ ዝገልጾ ዘሎ ምፍርራሕ ደው ከብል ኣተሓሳሲባ ኣላ። ኣሜሪካ ንግሪንላንድ ክትቆጻጸር ከም እትደሊ ምዝራብ ፍጹም ትርጉም የብሉን ክትብል እታ ቀዳመይቲ ሚኒስትር ገሊጻ ትርከብ ኣላ። ኣሜሪካ ካብተን ኣብ ንግስነት ዴንማርክ ዝርከባ ሰለስተ ሃገራት ዋላ ሓንቲ ክትቆጻጸር መሰል የብላን ክትብል እውን ተሰሚዓ ኣላ። ሓደ ካብ ሓገዝቲ ትራምፕ ዝኾነ ስቲቨን ሚለር በዓልቲ ቤቱ ኬቲ ሚለር ኣብ ትዊተር ብሕብሪ ባንዴራ ኣሜሪካ ዝተሰርሐ ካርታ ግሪንላንድ ዝተሰነየ ኣብ ቀረባ እዋን ዝብል ጽሑፍ ድሕሪ ምዝርግሑ እያ እታ ሚኒስትሪ ነዚ ገሊጻ ትርከብ ዘላ። ትራምፕ ግሪንላንድ ስትራቴጂካዊ ኣቀማምጣኣን መዓድናዊ ሃብታን ብምጥቃስ ኣካል ኣሜሪካ ክትከውን ከም እትኽእል ብተደጋጋሚ ከልዕል ጸኒሑ እዩ። ፍሬድሪክሰን ኣብ መርበብ ሓበሬታ መንግስታዊ ዴንማርክ ኣብ ዝዘርግሓቶ ጽሑፍ ንኣሜሪካ ኣዝዩ ብቐጥታ ትዛረብ ከም ዘላ እያ ገሊጻ። ዴንማርክ በታ ሃገር ኣቢላ ድማ ግሪንላንድ ኣባል ኔቶ ምዃናን ውሕስነት ጸጥታ ናይቲ ኪዳን ከም ዘለዋን ወሲኻ ኣማላኺታ ትርከብ። ዴንማርክ ምስ ኣሜሪካ ናብ ግሪንላድ ክትኣቱ ዘኽእላ ስምምዕ ምክልኻል ምህላዋ እታ ሃገር ኣብ ዞባ ኣርኪቲክ ኣብ ጸጥታ እትገብሮ ወፍሪ ክብ ክብል ገይራ እያ። ስለዚ ኣሜሪካ ኣብ ልዕሊ ብታሪኽን ቅርበትን ዘለዎም መሻርኽታ ኣብ ልዕሊ ካልኦት ሃገርን ኣይንግዛእን ዝበለ ህዝብን ትፍጽሞ ዘላ ምፍርራሕ ደው ክተብሎ ብትሪ ላቦ ክትብል እታ ሚኒስትር ገሊጻ ኣላ። ድሕሪ ሒደት ሰዓታት ትራምፕ ግሪንላንድ ብዓይኒ ሃገራዊ ድሕነት ተድልየና እያ፣ ዴንማርክ ድማ ነዚ ክትገብሮ ኣይትኽእልን እያ ኢሉ። ኣቐዲማ ኣምባሳደር ዴንማርክ ኣብ ኣሜሪካ ነቲ ብየመናዊት፣ ፖድካስተርን ኣብ ቀዳማይ ስልጣኑ ሓጋዚት ትራምፕ ዝነበረትን ኬቲ ሚለር ዝጸሓፈቶ ጽሑፍ፣ ክልቲኤን ሃገራት መሻርኽቲ ምዃነን ብምዝኽኻር፣ ዴንማርክ መሬታዊ ሓድነት ክኽበር ትጽቢት ከም ዘለዋ ገሊጻ ነይራ። ኣሜሪካ ትማል ሰንበት ኣብ ልዕሊ ቬንዙወላ ዓቢ ወተሃደራዊ ስርሒት ብምክያድ ንፕሬዚዳንት ኒኮላስ ማዱሮ በዓልቲ ቤቱን ማሪኻ ናብ ኒውዮርክ ድሕሪ ምግዓዛ እዩ እዚ ምልውዋጥ ቃላት ዝካየድ ዘሎ። ትራምፕ ድሒሩ ኣሜሪካ ውሑስ ግቡእን ፍትሓውን መስርሕ ምስግጋር ስልጣን ክሳብ ዝግበር ንቬንዙወላ ክትመርሓ እያ ክብል እውን'ዩ ተዛሪቡ። ቧንያታት ነዳዲ ኣሜሪካ ድማ እታ ሃገር እቶት ክረክብ ክሰርሓ ምዃነን እውን ወሲኹ ገሊጹ እዩ። ቅድሚ ሕጂ ኣብ ኣርክቲክ እትርከብ ሰፊሕ ደሴት ግሪንላንድ ንምቁጽጻር ኣሜሪካ ሓይሊ ከም ዘይትጥቀም ንምርግጋጽ ምእባዩ ዝዝከር እዩ። ትራምፕ ግሪንላንድ ኣካል ኣሜሪካ ምግባር ስትራቴጂካዊ ኣቀማምጣ ንላዕለዋይ ጽላታት ቴክኖሎጂ ወሳኒ ዝኾነ ብልሒ መዓድናት ንረብሓታት ጸጥታ ኣሜሪካ ከም ዘገልግል እዩ ዝገልጽ። ምምሕዳር ትራምፕ ኣብ ቀረባ እዋን ኣብ ግሪንላንድ ፍሉይ ልኡኹ ምሻሙ ድማ ኣብ ዴንማርክ ቁጥዐ ከም ዘስዓበ ይዝከር። ግሪንላንድ ሓምሳ ሸውዓተ ሽሕ ነበርቲ ዘለዋ ኮይና፣ ምክልኻልን ፖሊሲ ወጻእን ኣብ ዴንማርክ ዝምርኮስ እኳ እንተኾነ፣ ካብ ዓሰርተ ትሽዓተ ሰብዓን ትሽዓተን ጀሚራ ሰፊሕ ርእሰ ምሕዳር ኣለዋ። መብዛሕትኦም ግሪንላንዳውያን ኣብ መወዳእታ ናጽነት ክመጽእ'ዩ ዝብል ሓፈሻዊ ምርድዳእ ኣለዎም። ዳህሳስ ርእይቶ ግን ኣካል ኣሜሪካ ንምዃን ዓብይ ተቓውሞ ከም ዘሎ እዩ ዘመልክት። ናብቲ ናይ መወዳእታ ዜና ምስ ንሰግር፣ ጀነራላት ሰራዊት መከላኸሊ ኢትዮጵያ ሓድሽ ናይ ኢትዮጵያ ካርታ ሒዞም ተራእዮም ኣለዉ። እዚ ብመንግስቲ ኤርትራ ተቐባልነት ዘይብሉ ካርታ ዓሰብ ናብ ኢትዮጵያ ዝጸንበረ እዩ። ሌተናል ጀነራል ሹማ ኣብደታ መሻርኽቶምን ኣብ ወተሃደራዊ መሰልጠኒ ብላቴ መናእሰያት ንምምራቕ ተረኺቦም ነይሮም። ናይዞም በብእዋኑ ዘመርቕዎም ዘለዉ ወተሃደራት መወዳእታ ታይ ምዃኑን ቅድሚ ሕጂ ብብዝሒ ዝተመረቑ ወተሃደራት ኣበይ ኣተዉ ዝብል ሕቶ ዝለዓል ኮይኑ ብቶም ጀነራላት ድማ ትማሊ ዝተራእየ ካርታ ግና ኣዘራራቢ ኮይኑ ቀፂሉ ኣሎ። ኣዘዝቲ ሰራዊት መከላኸሊ ንዓሰብ ዝፀምበረ ናይ ኢትዮጵያ ካርታ ከቕርቡ ተራእዮም ኣለዉ። እዚ ብፍላይ ብወገን ኤርትራ ብኣወንታ ዝውሰድ ኣይኮነን። ሓደ ሓደ ኣዘዝቲ ሰራዊት ኢትዮጵያ ካብ ፈኸራ ብዝሓለፈ ዝፈጠርዎ ሓድሽ ነገር ብዘይምህላዉ ብፕሮፓጋንዳኦም ይቐፅሉ ዝብሉ ዘለዉ ኮይኖም ከም ግህሰት ልኣላውነት ዝተዓዘብዎ ኤርትራውያን እውን ኣለዉ። ዝኾነ ኮይኑ ንልዕሊ ክልተ ዓመተት ካርታ እናርኣየ ኣብ ማዕኸናቱ ናብ ቀይሕ ባሕሪ ኣተና፣ ወፃእና፣ ክንኣቱ ኢና፣ ክንመልሶ ኢና እናበለ ቀፂሉ ይርከብ ኣሎ። ከምዚ ዝኣመሰለ ናይ ብልፅግና ፕሮፓጋንዳ ዋላኳ ተቐፀለ፣ ኣብ ግብሪ ዝወዓለ ነገር ግን የለን። በዚ ምኽንያት እውን ፓርላማ እታ ሃገር ከይተረፈ እዚ ጉዳይ ናይ ውሽጣዊ ሽግራትኩም ምብፅሖም ስዒቡ ከም ኣጀንዳ ተውዕልዎ ኣለኹም ዝብል ነቐይፈታ ቀሪብሉ እዩ። ዝኾነ ኮይኑ ትማሊ በዓል ጀነራል ሹማ ኣብደታ ዘርኣይዎ ዓሰብ ናይ ኢትዮጵያ ዝፀንበረ ካርታ ካሊእ ናይ ቃላት ኲናት መግለፂ ኮይኑ ይርከብ ኣሎ። እዚ ከምዚ ኢሉ እንከሎ ግን ብሓይልታት ፋኖ ዝተማረኹ ኣባላት ሰራዊት ኢትዮጵያን ዝተቓፀለ መሳርሕን ኣዘራራቢ ኮይኑ ይርከብ ኣሎ። ሓይልታት ፋኖ ምስ ሰራዊት ኢትዮጵያ ኣብ ዘካይድዎ ዘለዉ ሓያል ውግእ፣ ዲሽቃ፣ ሞርታርን ብሬንን ስናይፐርን ሓዊሱ ከበድቲ ን ናይ ውልቀ መሳርሒታትን ካብ ምምራኾም ብዝሓለፈ ብኣማኢት ዝቑፀሩ ኣባላት ሰራዊት መከላኸሊ እታ ሃገር ማሪኾም ኣሪኦም ኣለው። ኣዛዚ እዚ ምብራቕ መከላኸሊ ኢትዮጵያ ዝኾነ ጀነራል መሓመድ ተሰማ ድማ ንፋኖ ኣዕጢቖም ዝልእኽዎ ዘለው ናይ ደገ ፀላእትና'ዮም ድሕሪ ምባሉ ኤርትራ'ያ ትድግፎ ዘላ፣ ኤርትራ ተቐጥቅጠና ኣላ ክብል ተሰሚዑ ኣሎ። እምበኣርከስ ኩቡራት ተዓዘብቲ ነዚ እዋን ዝደለናዮም ሓበሬታታት ዝየም ምስሉ ነይሮም ብኻሊእ ዜና ክስካዕ ንራኸብ ሰላም።